Hello, this is Microphone Media. Please like, subscribe, and share. Thank you.
ሰላም ጥዕና ሃበለይ ደሓን ደው ኢልኩም ደሓን ደሓዴርኩም ኣብ መላእ ዓለም ዘለኹም ሰማዕትና ሰላም ንኣኻትኩም ይኹን እዙይ ማይክሮፎን ሚድያ እዩ ንማይክሮፎን ሚድያ ሓደሽ ዝኾንኩም ከዓ መንቋዕ ደሕና መፃኹም እናበልና ናይ ኩሉ ሻዕ ብንመፅቲ ናይዚ ቤተሰብና ኣካል ኮይንኩም ክትቅፅሉ ሰብስክራይብ ዘይግበርኩም ሰብስክራይብ ግበሩ ላይክን ሼርን ጌርኩም ንክጅምርዎ እውን ብክብሪ ንዕድመኩም ሰማዕትና ብዓርከስ እዚካ በልና ሰማዕተይ ኣገዳሲ ዝኮነ ሓበሬታ ሒዝናልኩም መፂና ኣለና ብዙሓት ሰባት እውን ደዊሎለይ ነከም ትፈልጥዎ ማይክሮፎን ሚድያ ቁፅሪ ክልተ ብምሓርኛ እኒ ልጥፎ ኣለሞ ኣብኡ ብዙሕ ብኡ ገይሮም ናይ ማእኸል ዓዲ ብዙሓት ሰብስክራይብ ዝገበሩ ኣለዉ ብዙሕ ኢንፎርሜሽን እዮም ዝስዱልና ዘለዉ ካብ ኩሉ ንላዕሊ ግን ሓደ ዓብዪ ሰብ ገለ እዩ ክብለኩም ኣይደልን ፍሉጥ እዩ ትግራዋይ ኣይኮነን ወይ ኤርትራዊ ኣይኮነን ዝለኣኸለይ ግን ብጣዕሚ ኣገዳሲ ዝኾነ ሓበሬታ እዩ ሄዚ እትሪእዎም እንታይ እዩ ዝተፈላለዩ ናይ ኣምሓራ ኣኽረርቲ በቃ ናይ ዕረ ገይሮም ዝርእዎ ዝነበሩ ናይ ትግራይን ናይ ኤርትራን ብሓድነት ናይ ኤርትራ ምግንጻል ቀይሕ ባሕሪ እናበሉ ዝዛረቡ ዝነበሩ ህዝቢ ምንም ስሙ ዘየልዕልዎ ንዓብዪ ኣሕመድ ጥራሕ ንምልዓል ላዕሊ ታሕትን ዝብሉ ዘለዉ ንምንታይ እዩ እዚ ናይ ዓብዪ ኣሕመድ እንተወረደ እውን ሽግር ክፍጠር ዝገደደ ሽግር ክፍጠር ስለ ዝኽእል ሓደ ነገር ክግበር ኣለዎ ሓድነት ዘለዎ ክነምስረት ኣለና ላዕልን ታሕት እናበሉ ንልደቱ ኣያሌው ካልኦት እውን ብዙሓት ክትፅውዑ ትኽእሉ ኢኹም ሕዚ ናይ ትግራይ ፈተውቲ መሲሎም ቀሪቦም ዝነዉ ናይ ኣምሓራ ኤሊት ናይ ኣምሓራ ኤሊት ኣምሓራ ህዝቢ ይኮን ዝብል ዘለኹ ናይ ኣምሓራ ኤሊት ዓብዪ ሸር ሒዞም እዮም ዝኸዱ ዘሎ ሰማዕተይ እቲ ህዝቢ ጣዕሚ ላዕልን ታሕትን ብሎም ዘሎ ዓብዪ ኣሕመድ ምውራዶ እይቐርዮን ዓብዪ ኣሕመድ እንተወሪዱኸ ኣብቱ ከባቢና ሓያል ሰራዊት ዘለዎ ኦርጋናይዝድ ዲስፕሊንድ ዝኾነ ብሓደ እዚ ዝምራሕ ናይ ትግራይ ሰራዊት እዩ እኒሆ ህዚ እውን እንድሕር ክፍተት ተረኪቡ ንሳቶም ቀጥታ ክኣትዉ እዮም እቲ ሰራዊት ኣፍሪሶም ዝደልይዎ ነገር ክገብሩ እዮም እንተስ ክግንፀሉ እንተስ ምስ ኤርትራ ክኾኑ ሓደ ነገር ክገብሩ ይኽእሉ እዮም ስለዚ ንኣኣቶም ፈተውቲ መሲልና ቀሪብና ንጠቐመሎም እዩ ብጣዕሚ ብዝለዓለ ኩነት ሰራዊት ናይ ፋኖ ይደራጆ እዩ ዘሎ ብጣዕሚ ይደራጆ እዩ ዘሎ ናይ ኢትዮጵያ ሰራዊት ክኸውን እዩ እናበሉ ዓው እናበሉ ይዛረቡ ኣለዉ ናይ ኢትዮጵያ ሰራዊት ክኸውን እዩ ንሕና ድሕሪ ዓብዪ ኣሕመድ ዝላ ኢትዮጵያ ኢና እናሓስብ ዘለና እናበሉ ኣብ ወፃኢ ኣብዚ ኣብ ኣሜሪካ ኣብ ኣውሮጳ ዘለዉ ናያታቶም ኤሊት ዝኾኑ ይዛረቡ ኣለዉ ምስ ዝፈትውዎም እዚ ነገር እዚ ትሰምዑ ዘለኹም ኢሎም ሪከርድ ገይሮም እውን ሰደድለይ እኖም እቲ ዝለዓለ ዝለዓለ ግን ብጣዕሚ ዘሰንብድ ግን እንታይ እዩ ከምዚ እትርእይዎ ዘለኹም ኢትዮጵያ ንኣኣቶም ንናይ ኣምሓራ ፋኖ ነዞም ኣብ ወፃኢ ዝነዎ ኤሊት ኢትዮጵያ እታ እትርእይዎ ኣለኹም እዩ ኤርትራ እውን ዘላቶ ቀይሕ ባሕሪ እውን ዘለዎ እዩ ኢትዮጵያ እንተ ኢሎምሲ ቀይሕ ባሕሪ እውን ናትና እዩ ኤርትራ እውን ናትና እያ ኢሎም ፅሒፎም እዮም ዝብትኑ ዘለው ንቲ መንእሰዮም ብምሽጢር ሒዙ ብምሽጢር ሒዙ ኣብዪ ኣሕመድ እውን እዚ ቀይሕ ባሕሪ ቀይሕ ባሕሪ ቀይሕ ባሕሪ ዝብል ዘሎ እዚ ምሽጢር እዚ ሰሚዕዎ እዩ ናይ ኣምሓራ ኤሊት ንቀይሕ ባሕሪ ንኤርትራ ንምምላስ ዘይገብርዎ ነገር ከምዘየለ እንድሕር ኮይኑሎም ናይ ትግራይ ህዝቢ ከምዘሎ ንኸጥፍኡ ከምዝደልዩ ታሪክ ናይ ትግራይ ናታቶም ታሪክ ንክገብሩ ፊደል ናይ ትግራይ ናታቶም ፊደል ንክገብሩ ናይ ኣምሓርኛ ፊደል ኢሎም ክኦም ዝፀውዕዎቱ ፊደልና እቲ ግእዝ ፊደል ማለት እዩ ኩሉ እቲ ሃይማኖትና ኩሉ ነገር እናታቶም ንገብሩ ድሌት ስለ ዘለዎም ትግራዋይ ዝበሃል በዓል ንብረት ክህሉ ከም ዘይብሎ ብዛ ዓለም እዚኣ ተዛሪቦምና ኩእዮም ንድያቆን ዳንኤል ክብረት ሰይጣን በልዎ ድያቆን በልዎ ብዘየገድስ ስለዚ እንታይ እዩ እቲ ዓብዪ ነገር ክንፈልጦ ዘለና ክንስሕቶ ዘይብልና ሰማዕተይ ዓብዪ ኣሕመድ እንታይ እዩ ዝገብር ዘሎ ባሕሪ ባሕሪ እንትብል ተሎ ኣምሓራ እዚኣ እያ ድልየቶም እዚ ከም ዝደልዩ ዘለዉ ካልእ የቕረቶም ፋኖ ኮይኖም ብኤርትራ እናተሓገዙ ዝዋግኡ ንዘለዉ እውን ኤርትራ ኣይፈለጠን እሱ ይኹን ፈሊጡ እሱ ይኹን ኣይንፈልጥን ዝሕግዞም ዘሎ ከም ዘሎ ኤርትራ ክመልስ ኮ እዩ ድልየቶም ትግራይ ቆራሚሞም እታ ትርእይዋ ኣለኹም ንእሽተይ ትግራይ ክገብሩ እኮ እዮም ትድልዮቶም ናይ ብሃይለ ስላሴ መጨረሻ እንትወርድ ተሎ ዝነበረት ትግራይ ቆሪሶም ቆራሪሶም ብደቡብ ብምዕራብ ብሰሜን ቆራሪፆም ተሃዚ ቅሪም ዋና ውንሳ ክገብርኩ እዮም ዝደልዩ ዘለዉ ስለዚ እዚ ነገር እዚ እቶም ናይ ኣምሓራ ኤሊት ፈተውቲ መሲሎም ኮሓሎ መሲሎም መንቆሮ እዮም ኣይትእመንዎም እዚ ህዚ ዝካርታ እዚ ዝካርታ እዚኣ ናብኣ እያ ተሰይዳ ዝገርመኩም እዚ ካርታ እዙይ ናባይ ዝሰደድዎ እዩ እንታ ባንዴራ ንሳ እንተተሓሒዘን እየን ዝለኣኻልካ ኢትዮጵያ ተብሂሉ ስለዚ ክንፈልጦ ዘለና ኣብዚ ብደንቢ ጌርና ክንፈልጦ ዘለና ኤርትራውያንን ትግረወትን ብፍላይ እዞም ሰባት እዚኣቶም እወ እቶም መራሕትና ናይ ትግራይም ይኹን ናይ ኤርትራም ይኹን ዓብዪ ጸላእ እኒሆ ንሱ እንተውሪድናስ ናይ ኣምሓራ ነሳቶም ብቐሊሉ እውን መብሰልና ክነኸብር ንኽእል ኢና ሓደ ነገር ክንገብር ኢና ኢሎም ክኾኑ ይኽእሉ ንዓብዪ ኣሕመድ እውን ክኸምኡቶ ይበሃል ነይሩ እዩ ታዳንኡ ከይገብር መን እዩ ክኽተሎም እዚኣቶም ይበሃል ነይሩ ሓንቲ ግዘፍታ ወንበር እንተወፂኻ ግን እንታይ ክትገብር ከምዚ ትርኢ ዓብዪ ኣሕመድ የርእየና ኣሎ ሓንቲ ግዜ እታ ናይ ኢትዮጵያ ናይ ኣራት ኪሎ ቤተ መንግስቲ እንተተቋፃፂርካያ ባንኩን ታንኩን እንድሕር ተቋፃፂርካ እንታይ ክትገብር ከም እትኽእል የርእዩና ኣሎ ዓብዪ ኣሕመድ እኳ እቲ ዝነዓካዮ ዝነዓካዮ የጥንስ ይብለ ኮነ ናብ ዓድና ተንዒቑ ዝነበረ ዝወረደ ዝተብሃለ እንድሕር ንሳቶም ተጋሩ እንድሕር ጠፊኦምልና ንኦሮሞማ ህልም ክነብሎም ኢና እናበሉ ምንም ነገር ኣብ ኣእምሮኦም እውን ዘይነበረ ሰሙን እውን ክፀንሕ ዝገይሮም ዘየበልዎ ከምዚ ገበርና ጌርና ናይ ወያነ መንግስቲ ነባረር እሞ ካብኡ ድሓር ንሕና ክነውሕዞ ኢና ኣራፋ እዩቶም ካልኦት ንሳቶም ዓፍዓፍ ማል እዮም እምበር ንሕና ኢና ኩሉ እቲ ስራሕ ንሰርሖ ዘለና እኮ ይብሉ ነይሮም እቶም ከምኡ ዝበሉ ከበይ እነው ኣብ እስር ቤት እዮም እነው ዝብይሱ ዘለው ንቦያ ኣለው ስለዚ እዚ ነገር እዚ ንፍለጠሉ እዩ ናይ እወ ናይ ኤርትራ ሓገዝ ይወሃቦ ኣሎ ንምንታይ ናይ ፀላእየ ፀላኢ ፈታውዮ እዩ ብዝብል ከም ምኳኑ ይርደአና እዩ ናይ ትግራይ እውን በቃ ግዲ የለን ንወዳኹም ሞንበ ይበሃል እዩ ግን ሲ ክትፈልጥዎ ዘለኩም ናይ ኣምሓራስ ካብ ኩሉ ናይ ኢትዮጵያ ህዝቢ ንላዕሊ ካብ ዓብዪ ኣሕመድ ንላዕሊ ካብ የትም ኤሊት ናይ ማንም ኤሊት ንላዕሊ ናይ ኣምሓራ ኤሊት እዮም ኤርትራ እውን መሊሶም ኣካል ናይ ኢትዮጵያ ክገብሩ ከም ናይ ሃይለ ስላሴ ገይሮምዋ ዝነበሩ ክገብሩ ድልየት ዘለዎም እዚ ንድሓር ንቐደም ክትብሉ የብልኩም እዚ እዮም ዝብትኑ ዘለዉ እዚ ካርታ እዚ እዮም ዝብትኑ ዘለዉ እዚ ባንዴራ እዚ እዮም ዝብትኑ ዘለዉ እዚ ባንዴራ እዚ ምንም ዘይክምልከተና ይኽእል ካብ ሓፀ ዮሃንስ ጀሚርካ ዝጥቀምሉ ዝነበረ ባንዴራ እዩ ኣይቲን ተቀማምጡ ይቀያየር እዩ እምበር ግን ከ እንታይ እዩ ዘገድሰና ንዒካ እዚ ኩለይ ሰራዊት እናተዓጠቐ እናተደራጀወ እናሃለወ ፋኖ ኣመራርሓ ዘይብሎም ሓደ ዘይብሎም ኮኦርዲኔሽን ዘይብሎም ኮይኖም እዮም እምበር ብዙሕ ሰራዊት ብዙሕ ዕጥቂ እዩ ዝኣትወሎም ዘሎ ብዙሕ ዕጥቂ እዚ ነገር እዚ ክሕሰበሉ ኣለዎ እዩ ተተኽኢሉ ንኣኣቶም እውን ምድኻም እዩ ዓብዪ ኣሕመድ እውን እዚኣ ስለ ዝፈለጠ እኮ እዩ ምስ ትግራይ ተዓሪቑ ወዲያው ዕጥቂ ፍትሑ ዝበሎም ኣየቐምጡንን ስለ ዝበለ እዩ እቲ ሰብኣይ ወይ ፈላጥ እዩ ወይ ከዓ መፈላጣት መማኸርቲ ኣለዎ እዮም ዓብዪ ኣሕመድ ፅልካ ምንዓቕ ኣይኮነን ፅልካ ምንዓቕ ኣይኮነን ህዚ ንሳቶም ቀጥታ ዝኾነ ሓደጋ ዝኾነ ድሕሪ ምስ ትግራይ ተዓሪቐ መን እዩ እዚ ኢሉ ኣምሓራ እዩ ቀጥታ ዕጥቅኹም ኣራግፉ ኢልዎም ንሳቶም ከዓመ ንዴት እውን ነይርዎም ንምንታይ እዮም ኣብ ፕሪቶርያ ንሕና ዘይብሉ ዕርቂ ምስ ትግራይ ዝገብሩ ኢሎም ያው ፋኖ ኢሎም ጀሚሮም እንሄው ኩሉ ነገር ክሳዕ ዝደራጀው ከዓመ ትግራይም ትኹን ኤርትራም ትኹን እንተሰ ሱቕ ብምባል ብምሕጋዝ እንተስ ብቐጥታ ብምሕጋዝ የደራጅዎም ይሕግዝዎም ኣለው እዚ ነገር እዚ ክሕሰበሉ ኣለዎ ናይ ኤርትራ ቀንደኛ ጸላእቲ ናይ ትግራይ ቁፅሪ ሓደ ጸላእቲ እዞም ኣብ ጎንና ዝነበሩ ዝንሄው ናይ ኣምሓራ ኤሊትስ እዮም ናይ ሸዋ ኣምሓራ በልዎም ናይ ጎንደር ኣምሓራ በልዎም በቃ ናይ ኣምሓራ ኤሊት ዝኾኑ እቲ ህዝቢ ተስዓን ትሽዓተን ካብ ሚእቲ ድኻ እዩ ብዘይ ጫማ እዩ ዝኸይድ ሓፂር ቁምጣ ገይሩ ሰፊሕ ዝኾነ እዩ ዝነብር ኣብ ድኽነት ምንም ዝወፅእ ነገር የለን ልሙዕ መሬት ኣለዎ ይበሃል ግን ካብ ድኽነት ምንም ዝወፀ ናይ ኣምሓራ ህዝቢ የለን ኣምሓራ እንትበሃል እንተለካ ኣምሓርኛ ተዛራቢ ኣይኮነን ኣምሓራ ዝበሃል ህዝቢ የብለን ኢሎም እዮም ናይቶም ናይ ኣምሓራ ተዛረብቲ ብጣዕሚ ውሑዳት እዮም እቶም ዝበዝሑ ካልኦት ብሄር ብሄረሰባት እዮም ኣብ ዓዲ ኣምሓራ ተጨፍሊቆም ዝኒሄው ካብ ትሽዓተ ንላዕሊ ብሄር ብሄረሰባት ኣለው እዮም ሽናሻ ኣለው ወይጦ ኣለው ኣጎብ ኣለው ኦሮሞ ኣለው ብጣዕሚ ዝተፈላለየ እዩ ዘሎ ኣብ ኣምሓራ ክልል ስለዚ እዚ ይፍለጥ ድዩ እዚ ንሕሰበሉ እየ ዝብል ኣነ እዙይ ንሕሰበሉ ሰማዕተይ እዙይ እናባልኩ ነህዘው እዙይ ኣህለኒ ክሻዕ ዝቐፅል ግዜ ሰላም ድሓን ወዓል ድሓን ሕደሩ ቻው